ናይ ታሪኽ መጻሕፍቲ ይኹኑ ቅዱሳን ጽሑፋት ምስ እትፍትሽ መበገስን መራጎድን ዝተፈላለዩ ኣርእስታት እዮም ዝኾኑኻ። ምንጭን ብቕዓትን ዘለዎ ነገር ድማ እናተመጠጠ እዩ ዝኸይድ። ስለ ዝኾነ እምበኣር ታሪኽ ኤርትራ እንክትፍትሽን እንክትጥምትን እውን እናገፍሐን እናዓመቖን ዝኸይድ ንጹር መሰረት ዘለዎ ታሪኽ ኣብ መንጎ ኣይብተኽን ኣይሃሰስን እውን ክሳብ መወዳእታ ከኣ ሒዝካ ይጉዓዝ። ምድሪ ኤርትራ ምድረ ታሪኽን ቅርስን፣ ምድረ ባህልን ሃይማኖትን፣ ብመሳኹቲ ናብ ታሪኽ ኤርትራ ምስ እትጥምት እቲ ዛንታ እናገፍሐን እናዓሞቖን እዩ ዝኸይድ።

ኣብ ውሽጢ ኤርትራ ንዝህሉ ገለ ዛዕባታት ታሪኽ፣ ስነ ቅርሲ፣ ሃይማኖትን ባህላዊ ልምድታትን ንድሕርት ምልስ ኢልካ ምስ እትሓስብ እዞም ዓበይቲ ኣርእስትታት እናዓመቑን እናሰፍሑን ክኸዱ እንከለዉ ተወሳኺ ተምሳጥዮም ዝፈጥሩልካ። ምድሪ ኤርትራ ምድረ ታሪኽን ቅርስን ምድረ ባህልን ሃይማኖትን ንዝብል ኣባህላ ድማ ብምልኣት ንኸተድምጾ የኽእለካ። ኤርትራ ብዘይካቲ ኣብ ዓለም ውሑዳት መወዳድርቲ ዝርከቦ ናይ ቀረባ ታሪኽ ናብ ጥንቲ ተመሊስካ ብዛዕባ ቅርስን ሃይማኖትን እንክትፍትሽ እውን መሰረት ኩሉ ነገር ምዃና እዩ ዝበርሃልካ። ኣብ ግዜ ጥንቲ ወግዓዊ ሃይማኖት ክርስትና ናብ ምድሪ ኣግኣዚ ቅድሚ ምእታዉ እዚ ከባቢ ዝነበሮ እምነትን ኣረዳድኣን ከምኡ ውን ንክርስትና ባይታ ዘንጸፈ ገለ ረቋሒታት ምስ እንርኢ፣ ሕጂ ቅድሚ ኣብ ኣቡነ ሰላማ ታሪኽ ምእታውና ዋላ ነዚ ክርስትና መን ኣምጺእዎ ንዝብል ኣብ መፋርቕ ቀዳማይ ክፍለ ዘመን ህጽወ ህንደኬ ዝተባህለ ሓንቲ ህንደኬ ዝተባህለት ንግስቲ ኣብ መረውየ ሕጂ ሱዳን ዝበሃል ዘሎ ወይ ከኣ እወ ሱዳን ዝተባህለ መዲና ናይ ክርስትና እዩ ኔሩ ኣብዚ ትነብር ዝነበረት ዓመት ዓመት ናብቲ ኢየሩሳሌም ዝተባህለ ክርስቶስ ዝተሰቅለሉን ዝተቀብረሉን ግብሪ ተብጽሕ ኔራ ካብ ኣብ ግዜ ኦሪት ኣብዚ ግዜ እዚ ህጽወ ህንደኬ ዝተባህለ ኣብ ግብሪ ሃዋርያት ምዕራፍ ሸሞንተ ከም እንረኽቦ መባእ ከብጽሕ ናብ ኢየሩሳሌም ከደ ኣብኡ ምስ ከደ፣ ብዛዕባ ጥምቀተ ክርስትና ኣብ ሃገርኩም የለን እሞኒ ንዓ ከጠምቐካ ኢሉ ንዕኡ ኣጥሚቑ ናብዛ ዓዲ ጥምቀተ ክርስትና ሒዙ ከም ዝመጽእ ገይርዎ ፊሊጶስ ዝተባህለ ካብቶም ኣርድእቲ ሰብዓን ክልተን። ስለዚ እዚ ህጽቦ ህንደኬ ዝተባህለ ኣብ መፋርቕ ቀዳማይ ክፍለ ዘመን ናብ ሃገርና እምነት ስለ ዘምጽኣልና እቲ ኣሎ ዝበሃል እምነት ኣብ ዓለም ኣብ ሃገርና ኣብ ሓማሴን ኣብ ኤርትራ ክሰርሕ ጸኒሑ። ነዚ እዩ ኣባ ሰላማ ዳሕራይ ኣብቲ ናይ ሓቀኛ ዝኾነ ቅዱስ ቁርባንን ጥምቀትን ክህበና ዝኸኣለ። ብዛዕባ ኣባ ሰላማ ክንብል እንድሕር ኮይንና ከኣ ድሕሪኡ ስለ ዝመጸ ናቱ ካልኣይ ስለ ዝሕሰብ ኣብ ሃገርና ልክዕ ነቲ ዝነበረ እምነት ጽቡቕ ጌሩ ስለ ዘማዕበለልና ኣቡነ ሰላማ ኣብ ሃገርና ዓቢ ታሪኽ ኣለዎ ታሪኹ ውን ኩሉ ሰብ ክፈልጦ ይግባእ። ወዲ ሰብ ብሓባር ክነብር እንተ ኮይኑ ብዙሓት ረቋሒታት እዮም ዘድልይዎ ንሓበራዊ ጥርናፈ ዘደልድልን ዘመቅርን ኣብ ውሽጢ ሕብረተሰብ ዝፍጠር ባህሊ ድማ ወሳኒ ተራ ይፃወት ብተወሳኺ እቲ ዝዓበየን ብመንፈሳውን ኣካላውን መራላውን ሕላውን ሓቒፉ ክሕዘካ ዝኽእል እምነት ወይ ድማ ሃይማኖት እውን ወሳኒ እዩ እዚ ንሕብረተሰብ ኣብ ሓደ ከም ዝጓዓዝን ኣብ ሓደ እምነት ከም ዝርዕምን ይገብሮ እሞ ብሰላምን ብኣገባብን ክነብር ይኽእል እዚ ንኣሽሓት ዓመታት ሰሪሑ እዩ ጌና እውን ይሰርሕ ኣሎ ናብ ሳልሳይን ራብዓይን ክፍለ ዘመን ወይ ድማ ንሽሕ ሸሞንተ ሚእትን ዓመት ንድሕሪት ምስ እንምለስ ኣብዚ ሕብረተሰብ ዓብዪ ተራ ዝተፃወተ ወሳኒ ዝኾነ ታሪኽ ንረክብ ቅድሚ ራብዓይ ክፍለ ዘመን ብሓፈሻ ቅድሚ 330 ዓመተ ምህረት ግእዝ ድማ ብፍላይ ህዝቢ ኤርትራ ብሓፈሻ ድማ ብሄረ ኣግኣዚ ማለት ምሉእ ምድሪ ሓበሻን ከባቢኡን ብሕጊ ኦሪት እዩ ዝምራሕ ዝነበረ ብዘይካዚ ኣብ ዝተፈላለዩ ጣኦታት ዝኣምኑ ነበሩ እቲ ኣብቲ ግዜ ዝነበረ ሕብረተሰብ ምስቲ ድሒሩ ዝመጸ ሃይማኖት ክርስትና ዘላልዩ ኣካል ይደሊ ነበረ። ብዝተፈላለዩ ነጋዶን ዘይወግዓውያን ሰበኽትን ኣቢሉ እኳ እቲ ሃይማኖት ይቀላቐል እንተነበረ ጸላውን ፍሉጥን ግን ኣይነበረን። ኣቡነ ሰላማ ክሳቴ ብርሃን እምበኣር እቶም ቀዳማይ ናብ ምድሪ ኣጋእዚ ዝተላእኩ ሃዋርያ ነበሩ። እስከ ብመጀመርያ ነቲ ቀዳማይ ጉዕዞን ድሕረ ባይታ ኣቡነ ሰላማን ንርአ። እዚ ሰላማ ሰላማ እዩ ሽሙ፣ ሰላማ ኸኣ ናይ ምድሪ ኣጋእዚት ሰላም እዩ። ናይ ምድሪ ኣጋእዚት ክብሪ እዩ። ናይ ምድሪ ኣጋእዚት ኣብ ግዜ ጥሜታ ጽጋብ፣ ኣብ ግዜ ዕርቃና ክዳን፣ ኣብ ግዜ ቁሪ ምቖት ዝህብ፣ ሰላም ዝህብ እዩ። ሰላማ ማለት ሰላማ ኣብ መንጎ እግዚኣብሔርን ሰብን ዘተዓርቕ ማለት እዩ። ሰላማ በይነ እግዚኣብሔር ወሰብእ እዩ ዝብሎ። ኣብ መንጎ ሰባትን እግዚኣብሔርን ከተዓርቕ ዝኸብሉ ዓቢ ጸጋ ተዋሂብዎም ሰዑ። ስለዚ ንምድሪ ኣጋእዚት ኩሉ እንተንኣ ናታ በረኸት ናይ ምድሪ ኣጋእዚት ኢሉ እቲ ጳጳስ ተነብዩሎም። ስለዚ ሽሞም ሰላማ ደሓር ግን ንመጸውዒ ፍሬምናጦስ እናተባህሉ እዮም ዝጽውዑ ነይሮም። ስለዚ ኣብቲ ሸውዓተ ዓመት ምስ ገበሩ ናብ ትምህርቲ ብቑዕ ዝኾነ ናይ ክርስትና ኣትዮም ኣብኡ ከኣ ነቲ መምህሮም እናቐደምዎ እናሓለፍዎ እዮም መጺኦም። ልክዕ ናይ መንፈስ ቅዱስ እዩ ነይርዎም። ስለዚ ሸውዓተ ዓመት ገይሮም ብክልተ ሚእትን ኣርብዓን ሓሙሽተን እዮም ተወሊዶም ኣብ ውሽጢ ሸውዓተ ዓመት ከኣ ወዲኦም እቲ ትምህርቲ ኣዝዮም ኣጣናቅቆም ናይ ወንጌል ኩሉ ናይ እቲ ዝግባእ ትምህርቲ ናይ ክርስትና ኣማዕቢሎም።
ኣባ ሰላማ ከሳቴ ብርሃን ብዕለት 26 ሕዳር 245 ዓ ም ግእዝ ኣብ ግሪኽ ጢሮስ ጽሪ ዝተባህለ ተወልዱ ብዕለት 5 ጥሪ 245 ዓ ም ግእዝ ከኣ ጳጳስ ጢሞቴዎስ ኣጠመቕዎም ድሕሪ ሸውዓተ ዓመቶም ድማ ትምህርቲ ጀመሩ ብቀዳማይ ቅዱስ ኣትናጤዎስ ዝተባህሉ ብክልተ ሚእትን ሓምሳን ክልተን ዓመተ ምህረት ግእዝ ምሉእ ሕጊ መጻሕፍቲ ቤተ ክርስቲያን መዝሙር ዳዊት ብሉይን ሓዲስን ዘማልአ ተምሃሩ። ገማግም ባሕሪ ኤርትራ ምንጪ ኩሉ ታሪኽ ምድሪ ኣግኣዚ እዩ። መንቀሊ'ቶም ዓበይቲ ታሪኽ ናይዚ ከባቢ ኮይኑ ድማ ይቕጽል ኣሎ። ብገማግም ባሕሪ ኤርትራ ዘይጅምር ታሪኽ ምናልባት እቲ ዝቐለለን ዓቢ ጽልዋ ዘይብሉን እዩ ክኸውን ዝኽእል። እቶም ዓበይትን ጸለውትን ታሪኽ ናይዚ ከባቢ ናይ ጥንቲ ምድሪ ሓበሻ ግን ብቐይሕ ባሕሪ እዮም ዝጅምሩ። ኣባ ሰላማ እምበኣር ምስ መሮጴስ ኣኩኡን ምስ ኣዶስዮስን ካልኦትን ወዲ ዓሰርተ ክልተ ዓመት ምስ ኮኑ ብቐይሕ ባሕሪ ኣቢሎም ንዑደትን ንመጽናዕትን ብክልተ ሚእትን ሓምሳን ሸውዓተን ዓመተ ምህረት ግእዝ ንመጀመርያ ግዜ ናብ ሃገር ኤርትራ ኣተዉ። ንሽዱሽተ ወርሒ ዝኣክል ኣብ ኤርትራ ማለት ኣብ ባሕርን መሬትን ድሕሪ ምጽናሕ ኣብ ስግር መረብ ማለት ኣክሱም ምስ ንጉስ ኣልኣሜዳ ብድሕሪኡ'ውን ምስ ዝቐጸሉ ነገስታት ክሳብ ሰለስተ ሚእትን ዕስራን ሓሙሽተን ዓመተ ምህረት ግእዝ ጸንሑ። ነቶም በዓል ሚናስ ዝበሃሉ ወይ እምበረም ዝበሃል ናይቲ ኦሪት ሓላፊ ናብ ኢትዮጵያ ኣብቲ ኣኽሱም ዝነበረ ናይ ክርስትና ንዕኡ እዚ እምነትኩምሲ ጎደሎ እዩ ግዝረትኒ እምነትኒ ኣለኩም እቲ ናይ ክርስቶስ ጸጋ ግን የብልኩምኒ ጥምቀት የለን ክርስትና የለን እቲ ቁርባን የለን መስቀል የለን ኩሉ ጎዲሉኩም ኣሎ ኢሎም ተዛሪቦሞ ዝሓሱ ከኣ እዋእ እሞዚ ካባኻ እንላዕሊ ዝፈልጦን ዝግደሸሉን የለን ስለዚ ምስቶም ዝምልከቶም ክንዛረብሞ እስኻ ባዕልኻ ንግብጺ ከድካ ናብ ጳጳስ ቅዱስ ኣትናቴዎስ ኬድካ ኢኻ ነቲ ጉዳይ ከተሳልጦ ትኽእል ምስ በልዎ እሱ ብውሽጡ ከምኡ ብሕልሚ እናተራኣዮ ኔሩ ስለዚ ናብኣቶም ምስ ከደ ብልክዕ እዞም ኤዛና ሳይዛና ዝብሃሉ ኣሕዋት ሰም እዮም ነይሮም ደናግል ኣብ ሓደ መንበር ከኣ ሰም እዮም ነጊሶም ነይሮም ብናይ ጸጋ ናይ እግዚኣብሔር ዝነበሮም ስለዚ ምስ ተዛራርብሉ እሶም ከኣ ተሓጒሶም ዘድልን መገዲ ዝኸውን ስንቂ ኩሉ ክንህብ ኢና ሕራይ ዝበለጸ ካብኻ ንላዕሊ ንሕና ንደልዮን ንፈቶን የብልናን ኢሎም ተበጊሶም ማለት እዩ። ኣብቲ ዓመት እቲ ኸኣ ብመንገዲ ኤዛናን ሳይዛናን ዝተባህሉ ኣሕዋት ማለት ኣብርሃ ዋጽብሃ ናይቲ ግዜ ነገስታት ኣኽሱምን ምስ ቅዱስ ሚናስ ኤጲስ ቆጶስ ኣኽሱምን ብምርድዳእ ጵጵስና ንኸምጽኡ ፍረሚናጦስ ማለት ኣባ ሰላማ ናብ መንበረ ማሪቆስ ግብጺ እስክንድርያ ተላእኩ። ብመንገዲ ቀይሕ ባሕሪ ብማርሳ ተኽላይ ከኣ ናብ ግብጺ ብሰላም ኣተዉ። ካልኣይ ጉዕዞ ኣብነ ሰላማ ከሳቴ ብርሃን ንሓሙሽተ ዓመታት ዝኣክል ኣብ ግብጺ ድሕሪ ምጽናሕ ብኢድ ቅዱስ ጳጳስ ኣትናቴዎስ ብዕለት 18 ታሕሳስ 330 ዓ ም ግእዝ ተቐብኡ ብድሕሪ እዚ ንሃገር ኤርትራ ዝኸውን ምሉእ ንዋየ ቅዱሳት ማለት ታቦታትን መሳቅልን ጽንሓሓት ኣልባሳት ቅብኣ ሜሮን ሒዞም ምስ መሰነይትኦም ብመንገዲ ቀይሕ ባሕሪ ማርሳ ተኽላይ ኣተዉ ብድሕርዚ እቲ ጉዕዞ ናብ ሳሕል ኣምርሐ። ምድረ ሳሕል ናይ ዝቐረባ ግዜ ናይ ጽንዓትን መትከልን ናይ ድሕነትን ውሕስነትን ናይ ዓወትን በሪ ናጽነትን ጥራይ ኣይኮነትን። ምድረ ሳሕል ኣብ ግዜ ጥንቲ እውን እንተኾነ መመላለሲ ቅዱሳን ኣቦታት ከም ዝነበረት እዩ ዝግለጽ። ዝያዳ ዝፈልጥዎ ዝያዳ ታሪኽ ተማራመርቲ ኣለዎ እንድዮም ኣነ ግን ካብ እቲ ቁርባን ሃሰስ ኢለ ዝረኸብኩዎስ ሳሕልሲ ኣዝያ ዝተባረኸትን ዝተቐደሰን ናይ ታሪኽ ጸጋ ዘለዋ እያ። ክብሪ ዘለዋ ብዙሓት ቅዱሳን ናብዛ ሃገር ዝመጹ ካብ ዝተፈላለየ ካብ ኤሮጳ ኩኑ ካብ ማእከላይ ምብራቕ ኩኑ ነዛ ሃገር ጸጋ ስለ ዘለዋ ኣብኡ ይበተኹም ወላ ሰማእትነት ክፈሉ ናብኡ ኢሎም ዝመጹ ናብ ኤርትራ ክመጹ ከለዉ በዛ ሳሕል እዮም መጺኦም ህዝቢ ሳሕል ከኣ ጋሻ ተቐባላይ ልክዕ ከምዚ ዘለናዮ ጋሻ ተቐቢሉ ጽቡቕ ጌሩ ኣኽቢሩ ብዘይ ሽግር የሕልፎም ስለ ዝነበረ ተባሪኹ እዩ እቲ ቦታ። ቅዱስ ቦታ እዩ ስለዚ ዋላ ክሳዕ ሕጂ እዚ ሃገርናግራ ንብሎ ዘለና በዓል ሃገር ዝበሃል ኢኻ ከቢድ ዝኾነ ጸጋ ዘለዎ ክፈልጥዎ እዮም ኩሎም እቶም ደቂ ሃገር እውን ክፈልጥዎ እዮም ዓቢ ጸጋ ዘለዎ ክንደይ ዝተሰወሩ ቅዱሳን ናይ እግዚኣብሔር ዘለዎ እዮም ስለዚ ኣባ ሰላማ ብኡ ገይሮም ብሃገር ገይሮም እዮም ደብረሲና ሓሊፎም ስለዚ ጸጋ እዩ ብሰለስተ ሚእትን ሰላሳን ዓመተ ምህረት ግእዝ ኣብ ካልኣይ ጉዕዞ ኣቡነ ሰላማ ከሳቴ ብርሃን ካብ ግብጺ ተበጊሶም ቀይሕ ባሕሪ ሰንጢቖም ማርሳ ተኽላይ ኣተዉ። ኣብ ማርሳ ተኽላይ ሸውዓተ መዓልቲ ድሕሪ ምጽናሕ ብምድረ ሳሕል ኣቢሎም ደብረ ሲና ኣተዉ። ካብዚ ኩሉ ቦታታት ኣቡነ ሰላማ ከሳቴ ብርሃን ስለምንታይ ደብረ ሲና መሪጾም? ኣብ ታሪኽ፣ ኣጋጣሚ ወይ ድማ ሃንደበትነት ክሳብ ዘይህሉ፣ እቲ ንጹር መልሲ እዩ ክርከብ ዘለዎ። ጽቡቕ እወ ደብረሲና ቅርሲ ናይ ኤርትራ እያ እታ ኣዝያ ኣገዳሲት ዝኾነት ወላኳ ብዙሕ ከምቲ ዝድለ ክስታይ እንተ ዘይተ ከይስተውዓልናሉ እንተ ጸናሕና ደብረሲና ሓንቲ መወዳድርቲ ዘይብላ ቅርሲ ናይ ሃገር እያ ናይ ኤርትራ እያ። ሃገረ ናግራን ናብ ዝተባህለ ከይዱ እዩ ዝብሎ ሃገረ ናግራን ሕጂ ሳሕል ዓይነት እዩ ኣኡ ውን። ሕቡኣን ከም ዘለዉ፣ ብዙሕ ተኣምራት ከም ዝግበር፣ ናይ ዕጣን ጨና ከም ዚሽትት፣ ቅርሳታት ናይ ቀደማት ብራናታት ድዩ ገለ ገለ ቁራጻት መጽሓፍቲ ውን ከም ዝርከቡ እቶም ኣብኡ ዝበጽሑ የሕዋትና ይነግሩና እዮም። ኣብኡ ድማ በዓል ደብረ ሳላ፣ በዓል እንዳ ኣቡነ ጴጥሮስ፣ በዓል ማርያም ጸላም፣ በዓል ማርያም ቀያሕ ዝተባህላ ገዳማት፣ ኣቡነ ሰላማ ዝገደሞ ገዳማት ከም ዘሎ ይንገር። ካብኡ ቀጺሉ ናብ ደብረ ሲና መጺኡ። ኣብ ደብረ ሲና ቀደም እግዝእትነ ማርያም ዓሪፋትላ ስለ ዝነበረት ዋላ እቲ ትእምርቲ ክንሪኦ ከለና እውን ሕጂ እያ እታ ተጸጊና ደላ እታ እምኒ መንደቕ ተገይርላ እምበር ቀደም ከም ጉልሻ ብሰለስተ እግራ እያ ቆይማ ነይራ እታ እታ ሓውልቲ እታ እምኒ ናይ እግዚኣብሔር ተፈጥሮ እያ እግዝእትነ ማርያም ኣብዚኣ ከም ዝዓረፈት እዩ ዝንገር ኣፈ ታሪኽ ኣብኣ ስለ ዝዓረፈት ኣባ ሰላማ ድማ ኣብኣ ዓሪፉ ድሕሪ እባ ሰላማ እውን ብዙሓን ቅዱሳን እዮም ናብኣ መጺኦማ ተስዓቱ ቅዱሳን ዝበሃሉ ካብ ዝተፈላለያ ሃገራት ኣውሮጳ መጺኦም ኣብኣ ዓሪፎም። ኣባ ዮሃንስ ዝተባህለ ነታ ገዳም ዝገደማ ካብ ግብጺ መጺኡ ኣብኣ ዓሪፉ። ኩሎም ቅዱሳን ዘዝመጹ ኣብቲ ቅዱስ ቦታ ስለ ዝኸዱ እንተርኢና እውን እኳ ኣብዘይ ዝሓለፈ ግዜ ንደብረ ሲና ካብ ርሑቕ ሃገራት ይነግድዎ ነይረም። ሕጂ ንሕና ተወለድቲ ደቂ ኤርትራ ጥራይ ንነግዳ ኣለና እምበር ቀደም ካብ ምሉእ ሃገር ከባቢና መጺኦም ይነግድዋ ነይሮም ከም ኢየሩሳሌም ምክንያቱ ዓባይ ደብሪ ስለ ድኮነት ዋላ ብቀዳምነት ዓባይ ጥምቀት ኣብኣ ተጀሚሩ ቁርባን ኣብኣ ተጀሚሩ እግዝእትነ ማርያም ኣብ ግዜ ስደታ መጺኣታ በዚ ምክንያት ደብረ ሲና መመኪሒት ሃገርና እያ። እቶም ናብ ግብጺ ዘፋነዎም ነገስታት ኣኽሱም ኤዛናን ሳይዛናን እውን ምምጻእ ኣቡነ ሰላማ ክሳቴ ብርሃን ምስ ሰምዑ ኣብ ኣርብዓ መዓልቲ ብምትእኸኻብ ምስ ብዙሓት ሰዓብቶም ኣብ ሰመንያ መዓልቲ ናብ ሃገረ ሓማሴን ማለት ኤርትራ በጽሑ። ምስቶም ኣብ መንገዲ ዝተቐበልዎም ኣቡነ ሰላማ ክሳቴ ብርሃን ኮይኖም ድማ ናብ ደብረ ሲና ኣተዉ። እዞም ነገስታት ኣኽሱም ኤዛናን ሰይዛናን ብኣብነ ሰላማ ከሳቴ ብርሃን ኣብ ደብረ ሲና ተጠመቑ። ኣብርሃ ወኣጽብሃ ዝብል ስሙ ተዋህቦም። ብድሕሪኦም እውን ንኣርብዓ መዓልቲ ዝኣክል ብዙሓት ካልኦት ሰባት ተጠመቑ። ኣብ ምድረ ኣግኣዚ እምበኣር ጥምቀት ንመጀመርያ ግዜ ኣብ ገዳም ደብረ ሲና ፈለመ። ጉቡእ ኣገባብ ስርዓተ ክርስትና ይጅምር ኣሎ ማለት እዩ። ምስ መጹ ንመጀመርታ ግዜ ጥምቀትን ቁርባንን ኣብ ደብረ ሲና ንኣብርሃ ወኣጽብሃ፣ ስሞም ኤዛና ዝነበረ ኣብርሃ፣ ሳይዛና ዝነበረ ድማ ኣጽብሃ ኢሉ ስሞም ቀየረሎም። በዚ ምኽንያት ኣብ ሃገር ሓማሴን ኣብ ብዙሕ ቦታታት ኩሉ ዋላ እኳ ኣብ መጽሓፍ ብዝርዝር ተደይረኸብናዮ ንሸሞንተ ወርሒ ዝኣክል ተቐሚጡ ታቦታትን መስቀላትን ካህናትን ዲያቆናትን ከም ዝሸመ ኣፈታሪኽ ይንገር። ዝያዳ ዛግር ዝተባህለት ዓዲ፣ ሕጂ'ውን ብስሙ ቤተክርስትያን ተሃኒጻትላ ዘላ፣ ሓንቲ ኣብ ኦርቶዶክስ ቤተክርስትያን ኣርማ እትኸውን መስቀል ናይ ኣባ ሰላማ፣ ከምኡ ጽንዓ፣ እቲ ኣልባሳት ክሳብ ሕጂ ክጸንሕ ኣይከኣለን። እቲ ጽንሓጸውን ዝኾነ ግን ክሳብ ሕጂ ኣብ ዛግር ከም ዘሎ ይንገር። ብስሙ ድማ ታቦት ተሃኒፁ ቤተክርስትያን ተቐሪፁ ይርከብ።
ብድሕርዚ ኣባ ሰላማ ካብ ደብረ ሲና ተበጊሶም ናብታ ካብ ከተማ ኣስመራ ሰላሳን ኣርባዕተን ኪሎ ሜተር ርሒቓ እትርከብ ብኣግራብ ተሸፊና ዝነበረት ውሑዳት ተቐማጦ ዝነበርዋ ዛግር ኣተዉ። ንታቦት ቅዱስ ሚኪኤል ከኣ ዝኣክል በረኸት ሃቡ፣ ማለት ንዋየ ቅዱሳት፣ መስቀል፣ ጽንሓሕ፣ ኩስኩስቲ፣ ጻሕሊ፣ ኣልባሳትን መሶብ ወርቅን ኣበርከቱ። እቲ ናይ ሽዑ ዝተዋህበ ገሊኡ ቅርሲ ኮይኑ ገሊኡ ድማ ክሳብ ሎሚ የገልግል ኣሎ። ሓሙሽተ ሚእትን ዓሰርተን መዓልቲ ምስ ጸንሑ ናብ ደብረ ሲና ይኣኽለና ኢሎም ብኡ ገምገም ገምገም እዮም መጺኦም። ገምገም ገይሮም ከኣ ኣብዚ ጫፍ ናይ ዛግር ኣብኡ ኣጽሊሎም ማለት እዩ። ኣብኡ ኣጽሊሎም ኣብኡ ምስ ኣጽለሉ ከኣ ሰባት ኣዴታት ኣቦታት ርእዮሞም ጽቡቕ ዝኾነ ኣገልግሎት ሂቦሞም ንጋሻ ዘድሊ ምቅብባል ገይሮም ብክብ ዝበለ ኣኽቢሮሞም ተቐቢሎሞም ስለዚ ኣዝዮም ሶም እንታይ ትብሃል እዛ ዓዲ ኣዚ ብገረብ ዝተሸፈነ ነሩ ጸቡቅ ገሮም ምስ ቀበሮም ክኣ ሰብ እንታይ ዩ ዝዓዲ ኢሎም ምስ ነገርዎም ክልተ ለይትን ክልተ መዓልትን ሓዲሮም ውዒሎም ድሕሪኡ እቲ ንዋየ ቅድሳት ዝኣክል ሂቦም ናብዚ ዓዲ እቲ መስቀል ድስቲ ኩስክስቲ ኣልባሳት ሂቦም ክሳዕ እዚ ሕጂ ታሪኽ ተኸቲሉ ተዓቂቡ ጸኒሑ ብሓይሊ ኣምላኽ ኣብዚ ዩ ዘሎ ማለት ዩ ብሃገር ደረጃ ከኣ ሰዓቱ ስለ ዝኣኸለ እታ መንበረ ፓትርያርክ ዘላ ኣብነ ሰላማ ኣዝዮም ቀዳማይ እናሃለውስ ኣዝዮም ተዓቚሮም እዮም ጸኒሖም፣ ተፈልዮም እዮም ጸኒሖም፣ ተታሒዞም እዮም ጸኒሖም ብጐይታ። ሕጂ ግን ሰዓቱ ስለ ዝኣኸለ እዛ ሃገር ናጻ ምስ ወጸት ብርኽቲ ስለ ዝኾነት ቅድስቲ ስለ ዝኾነት ሃገርና ናቶም ክመጹ ክኢሎም ኣብዚ ማለት እዩ ታሪኽ ዘይተርፍ ስለ ዝኾነ ሰዓቱ ሓልዩ መጺኡ እቲ መንበረ እቲ መንበረ ፓትርያርክ መስቀል ኣብ ኩሉ ናብዚ ዓዲ ዘሎ ማህተም ክገብሩ ምስ ደለዩ ብልክዕ መስቀል ኣብዛ ሃገር ጸኒሑ እቲ ንብረቶም ኩሉ ንባዕልቲ ክሳብ ጸኒሑ ብልክዕ ንዕኡ ከኣ ኩለን መሳቐል ምስ ተስሓባ ክረኣያ ናብ ሃገር እዛ ናይ ኣባ ሳላማ መስቀል እያ ተመሪጻ።
ኣብቲ ግዜ ቤተ እምነት መስቀል ዝበሃል ዘይብሉ ብምስሊ ህድሞን ኣጉዶን ጥራዩ ዝስራሕ ዝነበረ ብኣገባብ ሕጊ ኦሪት ከኣ ይኸይድ ነበረ ምስ ምምጻእ ኣቦ ሰላማ ክሳቴ ብርሃን ሰዓብቱን ግን ስሩዕ ቅርጺ ቤተ ክርስቲያን ክሕዝ ጀመረ ነቲ ናይ ኦሪት ሕጊ ድማ ሕጊ ሓዱሽ ኪዳን ተወሲኽዎ ብስሩዕ ክቕጽል ከኣለ። ብድሕርዚ ኣብ ዘይተጠቕሰ ቦታ ዛግር ክልተ ለይቲ ዝኸውን ብምሕዳር ናብ ድባርዋ ገጾም እዮም ኣምሪሖም። ኮባ ሓማሴን ከምዚ ኣቐዲሙ ዝተጠቕሰ ምሂሩ ካህናትን ዲያቆናትን ቤተ ክርስቲያንኒ መሳቅልኒ ታቦትን ኣቢሉ ናብ ድባርዋ ገጹ ወሪዱ። ድባርዋ ኣብቲ ግዜ እቲ ቀዳመይቲ ከተማ እያ ነይራ። ቀዳመይቲ ከተማ ስለ ዝነበረት መጽሓፈ ስንክሳር እውን እንታይ ይብላ ቀዳመይቲ ቤተ ክርስትያን ካብ ሃገረ ኣግኣዚ ኣብ ድባርዋ ተሃንጸት ይብል። ኣብዛ ቤተ ክርስትያን እዚኣ ዓሰርተው ሸሞንተ ዲያቆናትን ካህናትን ገሊኦም ዲያቆናት ገሊኦም ካህናት ብመኣርግ ቀቢባ ኣባ ሰላማ ነታ ቤተ ክርስትያን ከኣ ኣብርሃን ኣጽብሃን ሃነጽዋ። ሕጂኳ ምስቲ ኩነታት ጠፊኣ እንተኾነት መቓብር ሓርበኛታት ተባሂሉ ተሰሪሑ ዘሎ ኣብ ምስላም ዝርከብ እታ ቤተክርስትያን እቲኣ ዝነበረቶ ቦታ እዩ። ነገስታት ናይዚ ከባቢ ሃገር እውን ኣብኣ መጺኤን እዮም መጺኦም እዮም መንግስቶም ዝቕቡን ዘረጋግጹን ነይሮም።
ኣቡነ ሰላማ ከሳቴ ብርሃንን ሰዓብቶምን ብሰሜናዊ ክፋል ኤርትራ ብምጅማር ብሓፈሻ ንብሕረ ኣግኣዚ ካብ ኣምልኾ ጣዖት ዘናገፉ፣ ካብ ሕጊ ኦሪት ናብ ሕጊ ወንጌል ዝመለሱ፣ ኣብ ምድረ ኣግኣዚ ናይ መጀመርያ ሃወርያን ጳጳስን ኣብ ርእሲ ምዃኖም፣ ንሓድሽ ኪዳን ካብ ጽርኢ ናብ ግእዝ ዝተርጎሙን ፊደላት ውን ካብ ካዕብ ክሳብ ሳብዕ ማለት እተን ዝተረፋ ሽዱሽተ ኣናብብቲ ዝመልኡን ዝሰማምዑን ምዃኖም ከም በዓል ሩፊኖስ ዝኣመሰሉ ጸሓፍቲ ታሪኽ ዝመስከርዎ ሓቂ እዩ። ሃገረ ኤርትራ ምድረ ቅርሲ ከም ምዃናን ናይ ቅዱሳት መናሃርያ ከም ዝኾነትን እዞም ኣብ መላእ ኤርትራ ቆይሞም ዘለዉ ቅዱሳን ገዳማት ቀንዲ ምስክር እዮም። ህዝቢ ምድሪ ኣግኣዚ ኣብ ግዜ ጥንቲ ብሕጊ ልቦና፣ ደሓር ብሕጊ ኦሪት፣ ብድሕሪኡ ከኣ ብሕጊ ወንጌል ክምራሕ ክኢሉ። ኣብ ራብዓይ ክፍለ ዘመን ድማ ሃይማኖት ክርስትና ብወግዓዊ ተዘርግሐ። ነዚ ዘራጉድ ሓቂ እምበኣር ኣብነ ሰላማ ከሳቴ ብርሃን ብመጀመርታ ስብከተ ወንጌል ዝጀመርሉን ብርሃነ ትምህርቲ ዘንጻባርቑሉን ትምህርቲ ሃይማኖት ክርስትና ማለት ትምህርቲ ወንጌል ዝዘርግሑሉን ኣብ ኤርትራ እዩ። ታሪኽ ንዕኡ ዘጉልሕ ምስክር ክህልዎ ስለ ዘለዎ ድማ ኣብታ ኣቡነ ሰላማ ከሳቴ ብርሃን ዘዕረፉላን ዝመረጽዋን ቦታ ማለት ዛግር ንስሞም ዘጸውዕ ከም ቅርሲ ዘገልግልን ቤተ ክርስቲያን ተሰሪሕሎም ይርከብ። ኣቡነ ሰላማ ምስ ሰዓብቶም ኣብ ምትርጓምን ኣብ ምምዕባል ቋንቋ ግእዝን እውን ዓብዪ ተራ ተጻዊቶም እዮም። ኣክሱም ከሎ ስርዓተ ግእዝ ተማሂሩ ስለ ዝነበረ ኣቡነ ሰላማ ነቲ ግእዝ ጽቡቕ ገይሩ ቀሲምዎ። ጽቡቕ ገይሩ ምስ ፈለጦ ኣብ መጽሓፍቲ ምትርጓምን ሓለፍቲ ኣብ ምግባርን ከም ዘድሊ ስለ ዝረኣየ ነቶም ዝያዳ ኣገደስቲ ዝኾኑ መጽሓፍታት ቀዳማይ ብምንታይ ጀሚሩ ቅዳሴ እግዚእ ዝተባህለ መጽሓፍ ኣሎ ካብ ግሪኽ ናብ ግእዝ ቅዳሴ ሃዋርያት ካብ ግሪኽ ናብ ግእዝ መጽሐፈ ኪዳን ዝተባህለ ዝዓበየ መጽሐፍ ናይ ቤተክርስትያን መሳራርሒ ካብ ግሪኽ ናብ ግእዝ እዚኦም ናብ ግእዝ ክቕየር ኮሎ ግን ዋላ ኣብ ፊደላት ውን ኣበርክቶ ኣይነበረን ማለት ኣይኮነን ግእዝ ጥራይ ፊደል ዝነበረ ግእዝ ማለት ሓደ ማለት እዩ ወይ ቀዳማይ ቁጽሪ ሓደ ዝርከብ ማለት እዩ ግእዝ ጥራይ ኔሩ ፊደልና ካእብ ሳልስት ራብእ ሃምስ ሳድስ ዝብሃሉ ሽዱሽተ ኣናበብቲ ገይርሉ። ሓደ ተነባቢ ጥራይ ዝነበረ ሽዱሽተ ኣናበብቲ ገይሩ ምስቲ ዝዓበየሉ ዓዲ ማለት'ዩ። ምኽንያቱ ኣብቲ ዝነበሮ መወለዱ ዓዱ ኣባ ሰላማ ከሳቴብርሃን ነዚ ድመስል ፊደላት'ዩ ዘለዎም። ነቲ ሓደ ግእዝ ዝነበረ ሽዱሽተ መናበብቲ ብምውሳኽ ቁጽሪ እውን እንተኾነ ካብ ሓደ ክሳብ ሚእቲ ዘሎ ናይ ግሪኽ ኣሃዝ ከም ምዃኑ እዩ ዝንገር። ብጀካ ተስዓ፣ ተስዓ እታ ን ትመስል እያ ናይ ግሪኽ ዘይኮነት እምበር ኩላተን ሕጂ ናይ ግሪኽ ኣሃዝ ክንሪኦ ከሎና ነዘን ናትና ኣሃዝ እዩ ዝመስል። እንታይ ወሲኽለን ብላዕልን ብታሕትን ሕንጣጥ ገይርለን። ከምዚ ገይሩ ካብ ሓደ ክሳብ ሚእቲ ኣሃዝ ኣዳልዩ ፊደል ድማ ግእዝ ጥራይ ዝነበረ ተነባቢ ጥራይ ዝነበረ ኣናባቢ ገይርሉ። ነዚ እውን ኣብ ሓውልቲ መጠራ ከም እንሪኦ ሃወ ለተ ዘኣገበረ ዝብል ተፃሒፉ ክሳብ ሕጂ ይርከብ እዩ። እዚ ንምንታይ ሓጊዝዎ እንተልና ንምትርጓም። ኣባ ሰላማ ገይርዎ እኳ ንበል እምበር ኣባ ሰላማ ሓደ ሰብ እዩ። ምስኡ ብዙሓት ኤርትራውያን እዮም ነይሮም። እሱ ዘሰልጠኖም ንየማነ ፀጋሙ ኮይኖም ክሕግዙ ዝግብኦም ኣፀቢቑ ምሁራት ዓበይ ሰባት ነይሮም እዮም። እዚኣቶም ኩላቶም ኮይኖም ሕጂ ነዚ መፃሕፍቲ ናብ ግእዝ ስለ ዝተርጎምዎ ሰብ ግእዝ ቀልጢፉ ንኽቕበል እቲ ንብሎ ዘለና ፊደልን ኣሃዝን እንተኾነ እውን ብመልክዕ ንግድ ድዩ ብመልክዕ ክርስትና ድዩ ምስ ግሪኽ ርክብ ስለ ዝነበረ እና ካብዚ ናብ ግሪኽ ከዱ ካብ ግሪኽ ነጆ ይመፁ ኣቑሑት ክለዋወጡ እቲ ቋንቋ ዳርጋ ተለሚዱ ነይሩ እዩ። ተኣሃዝ እውን ተለሚዱ ነይሩ እዩ። ንኸጽንዕዎ ንኽጽሕፍሉ ግዜ ይወሰደሎም እዩ። በዚ ምኽንያት ክርስትና ኣብ ሃገርና ቀልጢፉ ተስፋሕፊሑ።
ኣቡነ ሰላማ ከሳቴ ብርሃን ኣብ ስግር መረብ ገዳም ደብረ መድሃኒት መስሪቶም ክነብሩ ድሕሪ ምጽናሕ ኣብ መበል ሚእትን ሓምሳን ዕድሚኦም ብዕለት ዕስራን ሽዱሽተን ሓምለ ሰለስተ ሚእትን ቴስዓን ሓሙሽተን ዓመተ ምህረት ግእዝ ዓረፉ። ኣቡነ ሰላማን ሰዓብቶምን ብዝኸፈትዎን ብዝፈለምዎን ዓብዪ ምዕራፍ ብዙሓት ሰበኽያን ካብ ሶርያ ግብፅን ሮማን ናብ ምድሪ ኤርትራ እናመፁ ብዙሓት ገዳማትን ስርዓታትን መስረቱ

ብቕርስን ሰነድን ይንጸባረቕን ይረጋገጽን። ብሕጽር ዝበለ እምበኣር እታ ብ330 ዓመተ ምህረት ግእዝ ካብ ግብጺ ዝመጸት ሽሕን ሽዱሽተ ሚእትን ሰብዓን ትሽዓተን ዓመት ዝገበረት ኣብ ገዳም ኣብነ ሰላማ ክሳቴ ብርሃን ዛግሪ እትርከብ ቀዳመይቲ መስቀል እኽልቲ መረጋገጺት እያ። እወ እቲ ቀዳመይቲ ከብለና ዝኽእልሲ ኣባ ሰላማ ከሳቴ ብርሃን ካብ ቅዱስ ኣትናቴዎስ ካብ ግብጺ ገጸ በረኸት ወይ በረከተ ገጽ ገይሩ ተዋሂብዋ ስለ ዝመጸ

ሃይማኖታዊ ታሪኽ ኤርትራ ብጽውጽዋይን ኣፈ ታሪኽን ዝግለጽ ዘይኮነ መጻሕፍቲ ዝሰነድዎ ጌና እውን ነቲ ህሉው ቅርጺ ተዓዚብካ ክትምስክር ዘኽእል ኣብ ርትዒ ዝተመርኮሰ እዩ። ኤርትራ ጌና ክትብጻሕ፣ ክትድህሰስ፣ ክተስተማቕር ዘለዋ ሃገር እያ። ናይ ታሪኽ ቅርሲ፣ ናይ ሃይማኖትን ባህልን ቅርሲ፣ ናይ ትውልዲ ቀዳሞት ሰባት ቅርስን ካልእን